ሰላም ሰላም ፍትዋትን ክቡራትን ተኸታተልትና መደብ ሄለን ታይምስ እንሆ ከምቲ ልሙድ ንዓኹም ይምህሩን የዘናግዑን ዝበልናዮ መደባት ሒዝና መፂናኩም ኣለና ከምቲ ልሙድ ምክትታልኩም ብክብሪ ዳዓደምና ተወሳኺ ነዛ ቻነልና ሓደሽቲ ዝኾንኩም ሰባት ሸር ላይክ ሳብስክራይብ ብምግባር ኣብ መዓልታዊ ዝዝርግሑ መደባትና ተሳተፍቲ ንኽትኮኑ ብኽብሪ ንዕድመኩም። ቀጺልና ናብቲ ዝስዕብ ትሕዝቶና ከነብለኩም ሰናይ ምክትታል። ምስጢር ሕጉስ ህይወት እንታይ እዩ? ገለ ገለ ዓበይቲ ሰባት ዊን ከኣ ተመራመርቲ ከምዚ ክብሉ ይገልጽዎ፣ ካብ ዕጉብ ሓሰማ ምስ ናይ ዘይዕግበቱ ሰብ ምዃን ይሓይሽ፣ ካብ ዕጉብ ዳንደ ዘይዕጉብ ሶቂራጦስ ምዃን ይበልጽ። እዚ እንግሊዛዊ ፈላስፋ ጆን ስትዋርት ሚል ከምዚ ይብል። ኣብዚ ዘመን እዚ ንሓደ መንእሰይ ምስጢር ሕጉስ ህይወት እንታይ እዩ? ዝብል ሕቶ እንተ ዝቐርበሉ እንታይ ምበለ? ምናልባት ጽብቕቲ መኪና ምውናን፣ እዋናዊት ሞባይል ምሓዝ፣ ኣብ ጽቡቕ ቪላ ምንባር፣ ኣብ ዝበለጸ ሬስቶራንት ፍሉይ ዓይነት ምግብን መስተን ምእንጋድ፣ ዝተመርጸ ክዳንን ጫማን ምልባስን ኢሉ ክምልስ ምኸኣለ ይኸውን። ምስ ምብዛሕ ፍርያት፣ ምዕባለ ቴክኖሎጂን ዘመናዊ ኣነባብራን ተኣሳሲሩ፣ ኣተሓሳስባ ሰባት እናተቐየረ እዩ። ሰባት ንሓጎሶም ካብ ዝውንንዎም ብንብረት እዮም ዝደልይዎም ዘለዉ። ዝበሃግካያ ነገር ክትውንን ድማ ገንዘብ የድሊ። በዚ ከኣ ጣዕሚ ህይወት ምስ ገንዘብ ተኣሳሲሩ ጥራይ ስለ ዝረኣ ገንዘብ እንተሎ ምሉእ ሓጎስ ኣሎ ዝብል መረዳእታ ዝሳዕረረሉ እዋን እዩ። ሓቂ እዩ ገንዘብ ኣገዳሲ እዩ የግዳስ ብገንዘብ ብዙሕ ነገር ምግዛእ ዝከኣል እኳ እንተኾነ ሓጎስ ወይ ዕግበት ግን ምግዛእ ግን ዝከኣል ኣይኮነን ኣብ ከምዚ ኣጋጣሚ እቲ ውሩይ ግሪኻዊ ፍላስፋ ኣሪስቶትል ምስጢር ሕጉስ ህይወት ኣብ ከምዚ ሰለስተ ከፊሉ ይርዮ ሓደ መሰረታዊ ጠለባት ክልተ ድማ ሓላፍነት ዘሰክም ዕማምን ቁጽሪ ሰለስተ ከኣ ፍልስፍና ክብል ገሊጽዎ ብኣመላኻኽታ ኣሪስቶትል ሰብ ሕጉስን ዘዕግብን ህይወት ክህልዎ እዞም ዝጠቐሶም ሰለስተ ረቋሒታት ክማልኡሉ ኣለዎም። እቲ መሰረታዊ ጠለባት ዝብሎ ቀዳማይ ረቋሒ ንከም መግብን ክዳንን መዕቆብን ካልእ ንህይወትካ ኣብ ምስራሕ ዘድልየካ መሳለጥያታትን ንብረት ዝምልከት እዩ። ብርግጽ ድማ ምምላእ መሰረታውያን ጠለባት ሓደ ረቋሒ ናይ ሕጉስ ህይወት እዩ። ምኽንያቱ ሕጽረት ጠለባት ኣብ ኣእምሮና ጸቕጢ ፈጢሩ ሓጎስ ስለ ዘህድም፣ ምልኣት መሰረታዊ ጠለባት ግን ንበይኑ ሕጉስ ህይወት ክፈጥር ዝኽእል ኣይኮነን። ወዲ ሰብ ህይወቱ ማሕበራዊ ብምዃኑ ኣብቲ ዝነብሮ ኮማ ኣገዳሲ ወይ ገለ እጃም ዘለዎ ሰብ ክኸውን ይደሊ እዩ። ንሱ ዝፈጥረሉ ዕግበት ኣሎ። ኣገዳሲ ኮይኑ ክስምዖ ድማ ውልቃዊ ህይወቱ ካብ ምምራሕ ሓሊፉ ተወሳኺ ሓላፍነት ክስከም ኣለዎ። ኣብ ስድራቤቱ ኣብቲ ዝነብረሉ ኮም ገለ ኣበርክቶ ወይ ተራ ክህልዎ ኣለዎ። ከም እንስሳ ከብዱ መሊኡ ስለ ዝደቀሰ ጥራይ ሕጉስ ክኸውን ኣይክእልን'ዩ። ምእላይ ስድራቤትን ምዕባይ ቆልዑን ውልቃዊ ወይ ሽርክነታዊ ዋኒን ምክያድ፣ ኣብ ማሕበራዊ ህይወት ከባቢኻ ምውሳእን እጃምካ ምብርካትን ገለ ካብቲ ንሰብ ሓላፍነት ከም ዝስምዖ ዝገብር ነዚ ዕማም'ዚ ምስላጡ ድማ ዕግበት ዝፈጥረሉ ረቋሒታት እዩ። ኣሪስቶትል ነቲ ሳልሳይ ምስጢር ሕጉስ ህይወት ፍልስፍና ክብል እዩ ገሊጽዎ። እዚ ማለት ምስትንታን፣ ምምርማርን ልቦና ዘዕቢ ሓሳባትን ምምንጫው፣ ሓቅታት ምድህሳስን ምርዳእን፣ ሓድሕድ ምውጋዕን ሓሳብ ንሓሳብ ምልውዋጥን ምክታዕን ምድናቕን ወዘተ ማለቱ እዩ። ብኣገላልጻ ኣሪስቶትል ምፍልሳፍ ዘይብሉ ህይወት ጣዕሚ የብሉን፣ ፍልስፍና ቀመምን መማቕርትን ህይወትን እዩ ዝብለሱ በዚ ድማ እዩ ሓደ፣ ካብ ወሰንቲ ረቋሒታት ሕጉስ ህይወት ኢሉ ኣስፊርዎ። ኣሪስቶትል ምፍልሳፍ ሓደ ካብ ረቋሒታት ሕጉስ ህይወት ገይሩ ይገልጾ። እምበኣር ኣገላልጽኡ ነዚ ኣብዚ ዘመን እዚ ኣብ ኣካዳምያዊ ትምህርቲ እንመሃሮ ፍልስፍና ብዝብል ስም ዝጽዋዕ ዓውደ ፍልጠት ብፍሉይነት ዝምልከት ኣይኮነን። ብሓፈሽኡ ምሕሳብን ምምርማርን ማለቱ እዩ። ነዚ ዝጥቀስ ከም መእተዊ ተጠቂምና ናብ እቲ ቀንዲ ኣርእስትና ክንመጽእ፣ ፍልስፍና ማለት እንታይ ማለት እዩ? መንእሰያት ኣብ ፍልስፍና ዘለና ኣመለኻኽታ ከመይ እዩ? ብዛዕባ ፍልስፍና ልክዕ መረዳእታዶ ይህልወና ይኸውን? ፍልስፍና ማለት ኣእምሮኻ ምጭናቕ ጌርና ንወስዶ ሰባት ክንደይ ኮን ንኸውን? ኣብ ከምዚ ኣጋጣሚ እቲ ህቡብ ጀርመናዊ ፈላስፋ ኣማኑኤል ካንት ንፍልስፍና ከምዚ ክብል ገሊጽዎ፣ መራሕን ኣእምሮኣዊ ምውስዋስን ናይ ልቦና ክብል ይገልጾ። በዚ ኣገላልጻ እዚ እንተ ተመልኪትናዮ ፍልስፍና ስነ ፍልጠት ኣይኮነን ወይ ልቦና ማለት ኣይኮነን። ወይ ድማ ፍልጠት ማለት ኣይኮነን። እንታይ ደኣ ፍልስፍና ማለት ብዕምቆት ምሕሳብን ወይ ኣስተንትኖትን፣ ማለት እዩ። ንስለ ኣስተንትኖት ጥራይ ዘይኮንና ግን ፍልጠት ንልቦና ንምዕባይ ዝግበር ኣስተንትኖት በዚ ምኽንያት እዚ ፍልስፍና እትመሃሮ ነገር ኣይኮነን። ብኣገላልጻካ እንተ ፍልስፍና ዘይኮነ ምፍልሳፍ ጥራይ ኢኻ ክትመሃር ትኽእል። ብኸመይ ዝብል ሕቶ ንገዛእ ሓሳባትካ ብምምርማርን ንትዕዝብትኻን ተመኩሮኻን ብዝመሃረካ ወይ ብዘይመሃረካ ብዛዕባ ዓለም ሕብረተሰብ ዘለካ ናይ ገዛእ ርእስኻ ርእይቶ ወይ ሓሳብ ምስ ናይ ካልኦት ሓሳብ እናዛመድካ ምስልሳል ማለት እዩ። ምፍልሳፍ ማለት ብዕምቆት ምሕሳብ ማለት እኳ እንተኾነ፣ ዝኾነ ሰብ ግን ብናይ ካልእ ሓሳብ ከይተጸለወ ናይ በይኑ ሓሳብ ኣልዒሉ ክፈላሰፍ ተኽእሎ የብሉን። ግደ ሓቂ ናይ ገዛእ ርእሰይ ትብሎ ውጹእ ሓሳብ እውን የለን። ምኽንያቱ ከባቢኻ ማለት ወለድኻ፣ ኣሕዋትካ፣ መተዓብይትኻ፣ መምሃራንካ፣ ኣዕሩኽትኻ፣ ባህልን ልምድን፣ እምነት ሕብረተሰብካ፣ ኣብዚ ዘመን እዚ ድማ ድራማ መራኸቢ ብዙሓንን ስነ ጥበባዊ ፍርያትን ካልእ ኣብ ህንጸት ኣተሓሳስባኻ ዘይነዓቕ ጽልዋ ስለ ዘለዎ ስለዚ ምፍልሳፍ ማለት ኣብቲ እትፈልጦ ዝያዳ ኣብሊጽካን ኣዕሚቕካን ንኣተሓሳስባኻን ንኣተሓሳስባ ካልኦትን ምፍታሽ ብጥልቀት ምዕዛብ ኣቐዲሙ ሰሪቱ ንዝጸንሐ ብህሎታትን እምነታትን ከም ዘለዎ ከይወሰድካ ልክዕነቱ ምፍታሽ፣ ካብኡ ብምብጋስ ድማ ንኣተሓሳስባኻ ኮነ ንኣተሓሳስባ ካልኦት ብምድጋፍ ወይ ብምንጻግ ሓድሽ ርእይቶ ምምንጫው ወይ ፍርዲ ንምሃብ ርጉጽ እዩ። ፍልስፍና ብመንጽር ኣካዳምያዊ ትምህርቲ ክንጥምቶ እንከለና ናቱ ሞያተኛታት፣ ናቱ መምሃራን ኣለዎ። እንተኾነ ናይ ፍሉያት ትዕድልቲ ወይ ክእለት ኣይኮነን። ናይ ውሱናት ፍሉይ ዕማም እውን ኣይኮነን። ኣብ ዩኒቨርሲቲ ጥራይ ዝወሃብ ኮርስ እውን ኣይኮነን። ብተፈጥሮ ኣብ ኩልና ዝርከብ ውሁድ ኣካል ናይ ሰብኣውነትና እዩ። ህይወትን ዘስተውዕልን ኣእምሮን ዝተዓደለና ስለ ዝኾንና ኩልና ናይ ምፍልሳፍ ተኽእሎ ኣለና። ሓቂ እዩ ከይተፈላሰፍካ ምንባር ይከኣል እዩ። እኳ ደኣ ዝበዝሑ ሰባት ከይተፈላሰፉ እዮም ንህይወት ዝነብርዋ። ከይተፈላሰፍካ ክትሓስብ ውን ትኽእል ኢኻ። ንኣብነት ዝኾነካ ዕዮ ኣብ ምዕያይ ውን ዝኾነ ዓይነት ትምህርቲ ኣብ ምጽናዕ ክትሓስብ ግድን ኢዩ። እዚ ግን ምፍልሳፍ ማለት ኣይኮነን። ምፍልሳፍ ደኣ እንታይ ኢዩ? ምፍልሳፍ ማለት መሰረታዊ ሕቶታት እናልዓልካ ብዝተኻእለ መጠን ዝበለጸ መረዳእታ ነቲ ክብጻሕ ዝኽእል ዝለዓለ ርትዒ፣ ነቲ ናይ መጨረሽታ ሓቂ ምድላይ ማለት እዩ። ብዛዕባ ኣእምሮን ምስትውዓልን ምምርማር ብሓጺሩ ብዛዕባ ሓሳባት ምሕሳብ ማለት እዩ። ፍልስፍና ማለት ጥበብ ናይ ምስትውዓል ኮይኑ ብእኡ ኣቢሉ ናብ ጥበብን ምንባርን ምንብባርን ዝመርሕ እዩ። ከም ዓውዲ ስነ-ፍልጠት ኣብ ፍሉይ ሓቅታት ዘተኩር ኮይኑ ፍልስፍና ንስምዒታትን ንግምታትን፣ ስነ-ሓሳባት ዝወግእ ርእይቶ ሓሳባትን ብነቐፌታዊ ዓይኒ ምምርማር ማለት እዩ። ብሓጺሩ ዓውደ ውግእ ናይ ሓሳባት እዩ። ኣንጻር ድንቁርናን ሰረታውነትን ዘይንጹር ዝካየድ ግጥም ኮይኑ ዳርጋ ንኹሎም ዓውድታት ባህርያውያን ማሕበራውያን ስነ-ፍልጠት ዝድህስስ እዩ። ናይ መወዳእታ ሸትኡ ከኣ ሓቂ ዝሰረቱ ሕጉስ ህይወት ምጉንጻፍ እዩ። ተፈላሳፋይ ዘልዕሎም ሕቶታት ኣነ እንታይ ይፈልጥ? እቲ ዘለኒ ፍልጠትን መረዳእትኡን ልክዕ ወይ ሓቂ ድዩ? እንታይከ ክፈልጥ ይኽእል? ብኸመይ ክነብር ይኽእል? እንታይ ክትስፎ ይኽእል? ወዲ ሰብ እንታይ እዩ? ህይወት እንታይ እያ? ዓለም እንታይ እያ? ሰብኣውነትዶስ ሓጎስ፣ ፍቕሪ፣ ፍልጠት፣ ፍትሒ፣ ሞት፣ ሃይማኖት፣ ሞራል፣ ስነ ምግባር፣ ስነ ጥበብ፣ ልቦና ዝበሃሉ ኣምራትን ካልኦት ብዙሓት ብልክዕ እንታይ እዮም? ወዘተ ዝብሉ ኢዮም። ዝኾነ ሰብ ነዞም ሕቶታት እዚኣቶም ብዕምቆት ክሓስበሎም እንተ ጀሚሩ ክፈላሰፍ ጀሚሩ ኣሎ ማለት ኢዩ። ከምዚ ዝኣመሰሉ ሕቶታት ብተፈጥሮ ኣብ ኣእምሮ ነፍሲ ወከፍ ዝርከቡ እናሻዓብ ሓሳብና ዝመላለሱ እኳ እንተ ኾኑ፣ ገሊኦም ሰባት ብዕምቆት ክሓስብሉ እንከለዉ ገሊኦም ድማ እንታይ ገደሰኒ ኢሎም ሸለል ስለ ዝብልዎ እምበር፣ ብህይወት ክሳብ ዘለና ምሳና ዝነብሩ እዮም። ሓደ ፈላስፋ ከምዚ ይብል፣ ፍልስፍና ከተወግድ እንተ ደሊኻ፣ እቲ ዝሓሸ ምርጫ ኣብ ድንቁርና ክትነብር ምውሳን እዩ። እሞኸ መንእሰያት ንፈላሰፍዶ ኣለና? ነዚ ሕቶ እዚ ኣብ ዘልዓልናሉ ወይ ክንምልስ ኣብ ዝፈተንናሉ ግዜ ድሮ ክንፈላፈስ ጀሚርና ኣለና ማለት እዩ። ንሓሳብካ ጥራይ መርሚርካ ወይ ኮርኲርካ ናይ ገዛእ ርእስኻ መልሲ ምርካብ ወይ ኣብ ባዕላዊ መደምደምታ ምብጻሕ ማለት ኣይኮነን። ክትፈላሰፍ ናይ ካልኦት ሓሳብ እውን ምፍታሽን ምፍላጥን የድልየካ። ቅድሚ ሕጂ ደቂ ሰብ ዝተመራመሩሉ ጉዳያትን ዝሃብዎ ርእይቶን ዘመንጭዉዎ ሓሳባት ምርዳእ የድሊ።